ንምስትምቓር ናይ ኣባሓጎይ ህይወትን ናይ ሃገርና ስጉምትን ደራሲ ብእውቀቱ ስዩም ትርጉም ኣስመሮም ሃይለ ወተሃደራዊ መንግስቲ ስልጣን ድሕሪ መሓዙ ሞኣንበሳ ዝብል ሓሳብ ዘዘክሩ ነገራት ብምሉኦም ካብ ሃገር ከጽሪ ጀመረ በዚ መሰረት ፈቐዶ ዱር ዝርከቡ ኣናብስ ብምሉኦም ብታንኪ ረሸኖም ኣናብስ ምስ ተወድኡ ሰራሕተኛታት ኣንበሳ ኣውቶቡስ ኣብ ትሕቲ ቁጽጽር ከእቱ ጀመረ ኣባሓጎይ ኣብቲ ግዜ እቲ ካብ ምምራር ንላዕሊ ምምርማር ዝፈቱ ሰብ ነበረ እሞ ኣብ መዳይ ትራንስፖርት ዝተፈጥረ ክፍተት ክጥቀመሉ ሓሰበ ብቕጽበት ቅልጥፍ ኢሉ ኣርባዕተ ሚእቲ ዝኾኑ የእዱግ ካብ ሱዳን ኣልኢኹ ናይ ኣእዱግ መምርሒ ፍቓድ ኣውፅኡ ስራሕ ጀመረ ናቱ የእዱግ ጋበየ ፌርማታ ዝተባህልቦም መፍለዩ ቁፅሪ ለቢሶም ቆሙ እሞ ሓላፍ መንገዲ ይፅበዩ ቁፅሪ 24 እቶቡስ ዝፅበ ዝነበረ መንገደኛ ቁፅሪ 24 ኣድጊ ተፀቢ ይሳፈር ኣብ መንጎ ናይ ኣውቶቡስን ኣድግን መጓዓዝያ ዘሎ ፍልልይ ሓደ እዩ ኣእዱግ ናይ ምግሃፅ እምበር ናይ ምግልባጥ ሓደጋ ኣይበፅሖምን ነበረ ኣብቲ ግዜ እቲ ብሬድዮ ዝመሓላለፍ ዝነበረ ናይ ትራፊክ ዜና ከም ዝስዕብ ነበረ ክልተ ኣዛብ ኣሳፊሩ ብለይቲ ዝጓዓዝ ዝነበረ ዋንነቱ ናይ ኣቶ ሰውነቴ ዝኾነ ኣድጊ ካብ ናይ ኣዛቢ ጉጅለ ናይ ምግሃፅ ሓደጋ በፂሕዎ ናይ ሓደጋ ግዜ ሰራሕተኛታት ኣብቲ ቦታ እንክበጽሑ ብህይወት ዝረኸቦም ነቶም ኣዛብእ ጥራይ ነበረ። ወተሃደራዊ መንግስቲ ግን በዚ ደው ኣይበለን። ንኣባሓጎይ ወሲኽካ ብግዜ ጃንሆይ ሹማምንቲ ዝነበሩ እናለቐመ ብእኩብ ክኣስር ጀመረ። ይኹን እምበር ንእሱራት ዝኣክል ብቑዕ ቤት ማሕቡስ ስለ ዘይነበሮ እሱራት በብእብረ ዝእሰርሉ ኣሰራርሓ ፈጥረ። ናይ ንጎታ ኣሰርቲ ክሳብ ፍርቂ መዓልቱ እሰሩ እሞ ቤት ማእሰርትን ናይ ድሕሪ ቐትሪ ተኣሰርቲ ለቒቖምሎም ይወጹ ኣባሓጎይ ከም ዕድል ኮይኑ ናይ ንጎ እብረ ዝኣሳር ስለ ዝነበረ ንጎ ኣብ ቤት ማሕበሱ እንከሎ በጻሕቲ ዘምጽሉ መግቢ በሊዑ ድሕሪ ቐትሪ ክሳብ ቤቶም እናኸደ ስልጣንያ ይመልሰሎም ነበረ ናይ ንጎ እሱር ድሕሪ ቐትሪ ክልቀቕ እንከሎ ኣይጠፍእን ድዩ ዝብል ሕቶ ካባኻትኩም ክስንዘር ይኽእል ልክዕ እዩ ናይ ንጎ እሱር ናብ ቤቱን ክምለስ ዝሕለዎ ዋርድያ ምስኡ ስለ ዝኸይድ እምበር ክጠፍእ ይኽእል ነይሩ ንኣባሓጎይ ኩሕሉ ዝተመደበ ዘብዐኛ ኣባሓጎይ ኩሕሉ መጺኡ ንእግረ መንገዱ ለይቲ ገዛና ከይስረቕ ክሕልወልና ስለ ዝሓድር ጠቐመና ቁሩብ ጸኒሑ ግን ወተሃደራዊ መንግስቲ ምስ ተሓለቕቲ ሰብኣዊ መሰላት ተመኻኺሩ ከምዚ ዓይነት ስርዓት ሃገር ከም ዘኽስር ስለ ዝበጽሖ እሱራት ዘየዳግም ፍርዲ ክወሃቦም ወሰነ ኣባሓጎይ ንመጀመርያ ግዜ ኣብ ወተሃደራዊ ቤት ፍርዲ ክቖም እንከሎ ኣነ ድማ ኣብ ጥቕኡ ቆምኩ። ዳኛ ፍሪ ክህቡ እዮም ተባሂሉ ትጽቢት እናተገብረ ሞደሻይ ኣብ ቤት ረስዔዮ ስለ ዝመጻኹ ንሓደ ወርሒ ዝኸውን ናይ መለይ ግዜ ይወሃበኒ ኢሎም ቆጸራ ሃቡ። ኣብ ዝቐጸለ ቆጸራ ፍርዲ ቤት ኣብ ግዜ ጃንሆይ ዘገልግሉ ሹማምንቲ ናይ ባዕሎም መቓብር ባዕሎም ብዶዘር ፍሒሮም ድሕሪ ምውድኦም ይረሸኑ ክብል ውሳነ ኣመሓላለፈ። ይኹን እምበር ናይ ቺኮዝላቫኪያ ሶሻሊስት ሪፓብሊክ መንግስቲ ነቲ ጉዳይ ሽምግልና ኣትይዎ ነገር ስለ ዝህዶ እሱራት መቓብሮም ብዶዘር ምውሓሮም ተሪፉ ብኣፍራዛ ንኽፍሕሩ ተፈቕደሎም ኣባሓጎይ ፍርዱ ምስ ሰምዐ ዝገበሮ ነገር እንተ ነይሩ ኣባት ነብሱ ጸዊዑ ካብ 1974 ዓመተ ምህረት ንድሕሪ ዝሰርሖ ሓይጣት ምንዛዝ እዩ ነይሩ ካብ 1974 ዓመተ ምህረት ንቕድሚት ዝገበሮ ሓይጣት ግን ኣመሓዳርን ዓዱን ከሎ ዝፈጸሞ ብምዃኑ ምስ ናይዛ ሃገርን ዝወደቐ ስርዓትን ሓይጣት ከም ዝምደብ ፍሉጥ እዩ ብድሕሪ እዚ ኣባት ነብሲ ናይ ኣባሓጎይ ሓይጣት ዘመዝግብሉ ሚእቲ ገጽ ደብተር ገዚኦም ንምዝራብ ዝቐደደሉ ኣበሳ ብፊደል ንምዝራብ ዝኸበደሉ ኣበሳ ድማ ብስእሊ መዝጊቦም ድሕሪ ምውድኦም ኣባሓጎይ ካብ ምርሻኑ ፍርቂ ሰዓት ኣቐዲሙ ናብ ዝደለዮ መኣዝን መሪጹ ኣርባዓ ግዜ ንኽሰግድ ደንገጉ ኣባሓጎይ ግን ኣርባዓ ግዜ እንተ ሰጊደ ኣዝዩ ስለ ዝደኽመኒ ናይ ሙማት ዓቕሚ ክሓጽረኒ በጃኹም በጃኹም ቁርብ ኣረኣእያ ጌርኩም ቀንሱለይ ክብል ተማሕጸኖ ኣባ ቐሺ ግን እዚ እውን ዓሚል ስለ ዝኾንካ እምበር ከም ሓይጣትካ እንተ ዝኸውንሲ ከም ሽጉርቲ ብርእስኻ ከም ትትከል ክግበር ይከኣል ነይሩ ብዝኾነ ግን ይኸብደኒ እዩ ትብል እንተኾንካ ዒስራ ስገድ ዝተረፈ ዒስራ ወዲ ወድኻ ሰግደልካ ኢሎም ኣመሓየሽሉ ኣብቲ ዝርሸኑሉ መዓልቲ እሱራት ብኣፍራዝኦም መቕበሪኦም ክፍሕሩ ጀመሩ ገለገሊኣቶም ኣብ መዓልቲ ትንሳኤ መለኸት ክንፋሕ እንከሎ ብተሎ ምውፃእ ክጥዕሞም ጉድጓዶም እምብዛ ከየዕመቑ ፈሓሩ ካልኦት ግን ተቐማጦ እቲ ከባቢ መጻወቲ ገበጣ ክፍሕር እንከሎ ዓጽሞም ከይረክብ ፈሪሖም ኣዕሚቖም ፈሓሩ እዚ ኮይኑ እቲ ኩሉ ከከም ድላዩ ኣብ ዝፈሓሮ ኣፍ መቓብር ቆይሙ ተረሸነ ኣባሓጎይ ተርዋ ኣኺሉ መቓብሩ ኣብ ዝፈሕረሉ ግዜ ግን ሓደ ኣደናቒ ክስተት ተፈጸመ ክልተ እመ ዝኾኑ ምስ ፈሓረ ሓደ ሽታ ዘለዎ ፈሳሲ ፈላቕ ፈላቕ በሎቕ በሎቕ ክብል ጀመረ ነቲ ፈሳሲ ቀሪቦም ተራእይዎ ናፍታ እዩ። ረሸንቲ ወተሃደራት ነዚ ኣብ ዝተመልከቱሉ ግዜ ንላዕለዎት ሰበ ስልጣናት ኣመልኪቶም እቲ ከባቢ ብክልተ ብርጌድ ሰራዊት ተኸበ። ናይ ሃገርና መንግስቲ ብቕጽበት ኣብቲ ከባቢ ኩዕታ ንኸካይደሉ ንናይ ኩባ መንግስቲ ተማሕጸነ። ናይ ኩባ መንግስቲ ብወገኑ ካብቲ ዝርከብ ናፍታ ፍርቁ ክወስድ ተሰማሚዑ ኣትዩ ኩዕታ ተጀመረ። ድሕሪ ብዙሕ ኩዕታ ግን ካብ ሚእቲ ዓመት ንላዕሊ ተቐቢሩ ዝነበረ ናይ ናፍታ ጀሪካን ጥራይ ተረኽበ። እቲ ጉዳይ ብኹዓቲ ምድሪ ወይ ኣርኪኦሎጂስት ምስ ተጻረየ ኣብ ዘመነ ሃይጸ ምኒልክ ዝነብር ዝነበረ ሓደ ቆልዓ ናፍታ ግዛእ ተባሂሉ ክምለስ እንከሎ ተዓንቂፉ ወዲቑ ስለ ዝሞተ ኣብቲ ቦታ ምስ ጀሪካኑ ተቐቢሩ ነበረ። እቲ ጉዳይ ከምዚ ምዃኑ ድሕሪ ምፍላጡ መንግስቲ ኩባ ብመሰረት ውዕልና ፍርቂ ጀሪካን ናፍታ ይግባኣኒ ክብል ኣመልከተ። ወተሃደራዊ መንግስቲ ግን ቅርሲ ናይ ምክፋል ውዕል የብለይ ኢሉ እምቢ በለ ኣብ መንጎ እዚ ኣህጉራዊ ጭቕጭቕ ኣባሓጎይ ስለ ዝተረስዐ ኣፍራዙ ሒዙ ንገጹ መጸ እዚ ከምዚ ኢሉ እንከሎ ሃገርና ኣብ ካልኦት ሽግራት ወዲቓ ነበረት ብፍላይ ብቑዕ መመጨዊ ሓይሊ እንከለዋ ናይ ኤሌክትሪክ ስልኪ ስለ ዝተሳእነ ናይ መብራህቲ ህፅረት ኣጋጠማ ኣብ መንጎ እዚ ናይ ውድብ ሓድነት ኣፍሪቃ ኣኼባ ስለ ዝተቓረበ መንግስቲ ካበያ ዓድታት ነዋሕቲ መንእስያት መልሚሉ ኣብ ጎደና ሚእቲ ሜትሮ ተረሓሒቖም ቆይሞም ፋኑስ ኣንጠልጢሎም ከብርሁ ከም ዝሓድሩ ተገብረ መብራህቲ ዘንጠልጠሉ መንእሰያት ለይቲ ቁሪ ክጎርፎም ስለ ዝሓድር ምስ ወግሐ ናይ ኣሜሪካ ሓወልቲ ናጽነት ክመስሉ ሓደ ኢዶም ዝርጊሖም ደሪቖም ጸንሑ ነበሩ እዚ ጥራይ ኣይኮነን ውሕዳት ካብ ህፃናት ሃገርና ኣብ ከባቢ ዶባት ባሊና እናተፃወቱ ሓደ ህፃን ግርም ገይሩ ዘቢጡ ዘንጠራ ባሊና ጎረቤት ሃገር ብምእታዋ ናይ ዶብ ኲናት ተጀመረ። መንግስቲ እውን ካብ ምንጥልጣል ፋኑስ ዝተረፉ መንእሰያት ንብሔራዊ ውትህድርና ክምልምል ጀመረ። ዝተረፉ መንእሰያት ድማ ጫት ክቆሕሙ ይውዕሉ ነበሩ። ኣብቲ ግዜ እቲ መቑሓም ገረብ እምበር መቑሓም ገዛ ኣይነበረን። መንእሰያት ክቆሕሙ ምስ ዝደልዩ ኣብ ከባቢኦም ኣብ ዝርከብ ገረብ ሓኺሮም የዕዋፍ ከም ሃመማ እናባረሩ ይቆሕሙ ነበሩ። ኣብቲ ግዜ እቲ ሓደ መንእሰይ ምስ ዝምርቅን ምምርቃኑ ዝፍለጥ ካብ ገረብ ናብ ገረብ ክዘልል እንከሎ እምበር ከም ሎሚ ካብ ሓሳብ ናብ ሓሳብ ክዘልል ኣይነበረ ኣባሓጎይ ነዚ ሃገራውን ክፍለ ሃገራውን ሽግር ርእዩ ነብሱ ጥራይ ዘይኮነ መንበስበስቱ እንተላይ ስለ ዝኸስዐ ክልተ ባርኔጣ ደራሪቡ ንኽወዲ ተገደደ ብስጭቱ እናበርትዐ ምስ መጸ ኣብ ልዕሊ መንግስቲ ክሽፍት ሓሰበ ንምሽፋ ዘድልዩ ክልተ ነገራት ጠበንጃን ዕምር ዝበለ ጫካን እዩ። ኣባሓጎይ ጠበንጃ ረኺቡ ዕምር ዝበለ ጫካ ደልዩ ስለ ዝሰኣነ ፈልሲ ክተክል ጀመረ። ኣባሓጎይ ካብዚ ንደሓር ንሃገረ ምልፋዕ ከም ዘግድዓኒ እንተኾይኑ ብዛዕባ ነብሰይ ጥራይ ክሓስብ ኢሉ ሓደ ክፍሊ ዘለዎ ገዛ ክሰርሕ ጀመረ። ወተሃደራዊ መንግስቲ ወሪሱሉ እምበር ሓደ መሕሰብ ነብሲ ሓደ መደቀሲ እንዳ ሳሎን ዘለዎ ቤት ነበሮ። እዚ ዝዘንግዑ ደብተራ ስእለ ኢየሱስ ግን ኣብ መሕጸቢ ነፍሲ ክፍሊ ማይ ይሽግረካ እንተኾይኑ ኣባይ ናብ ሱዳን ቅድሚ ምብጽሑ ብመሕጸቢ ክፍልኻ ከም ዝሓልፍ ክገብረልካ እየ እናበሉ መልእኽቲ ይሰድሉ ነበሩ ሓድሽ ዘስርሖ ገዛ በዓል ሓደ ክፍሊ እኳ እንተኾነ ብሳላ ፋርኔሎ ግን ናይ ሰለስተ ክፍልታት ተራ ይጻወት ኣብ ፋርኔሎ ጥብሲ ክጥበስ እንከሎ እቲ ክፍሊ ክሽነ ይኸውን ኣብ ፋርኔሎ ቡን ክቕሎ እንከሎ እቲ ክፍሊ ሳሎን ይኸውን ኣብ ፋርኔሎ ማይ ኣሚቑ ኣብ ባሓጎይ ነብሱ ክሕፀብ እንከሎ ድማ እቲ ክፍሊ ሻወር ይኸውን በዛ ዓይነት ኣብ ባሓጎይ ጥዕኑ እናሓለወ ፅረይቱ እናሓለወ ሪጋታክስ እናሓለወ እንክነብር ሓንቲ ኣብ ጎረቤትና ዝቕመጣ ሰበይቲ ደርሆ እንዳሓለመት ጥረምረ ኢለን ክዛረባ ስለ ዝሰምዐ ደርሆ ናይ ምዕባእ ሓሳብ ተኸስተሉ። ይኹን እምበር ኣብ ጅብኡ ዝተረፎ ሰልዲ ቁሩብ እንቃቑሖ ከዘገዝእ ጥራይ ስለ ዝነበረ እንቃቑሖ ገዚኡ ካብ ጎረቤት ተመላላሱ ደርሆ ተኻርዩ ክሕቁፍ ሓሲቡ ነበረ። ግን ክራዩ ዘይከኣል ምስ ኮኖ ንምንታይ ባዕለይ ኣይሓቕፈንን ብምባል ብላዕሊ መጽሓፍ እናንበበ ብታሕቲ እንቃቑሖ ተሓቒፉ ይውዕል። ኣብ መበል 21 መዓልቲ ናይ ነፍሲ ወከፍ እንቃቑሖ መንበስበስታ ብሞደሻን ክፍንክት ጨቓዊት ሲጥ ሲጥ ሲጥ እናበሉ ተቐልቀሉ። እዞም ጨቓዊት ካብ ደርሆ ደርሆነቶም ክወርሱ ካብ ባሓጎይ ድማ ናይ ካቦቲ ቀለም ወሪሶም። መቸም መውፅእ መስማር ከም መውፅእ ደርሆ ስለ ዘይከውን ኣብ ባሓጎይ ኣብ ምፍንካቱ እንከሎ ናይ ሓንቲ ጨቓዊት ክሳድ ብሞዶሻ በጠሶ። ብቕፅበት ግን ቅልጥፍ ኢሉ ጆሶን ቀለምን ብዘለዎ ክሪ ዝተበንጠሰ ክሳዳ ሰፈዮ። ጫቑይት እናዓበየት ምስ ከደት ካብ ሰብነታ ንላዕሊ ዝተሰፈየትሉ ገመድ እናዓበየ መጸ ዝቐጸለ ፋሲካ ክትሕረድ እንከላ ኣባሓጎይ ገለ ብጣስ ንዓይ ድማ መስፈይ ጫማ ዝኾን ክሪ በጽሓኒ ኣባሓጎይ ምስ ዘርብሐን ደርሁ ካብ ምውዓሉን ምሕዳሩን ዝተላዕለ ናይ ኩኩናይ ደርሆ ናይ ባህርያት ተጽዕኖ ኣብ ህይወቱ ክንጸባረቕ ጀመረ ካብቶም ተጽዕኖታት ገለ ናብ ኣንስቲ ኣብዚሕካ ምኻድ፣ ደንበ ብዘይ ምኽንያት ምጉርጓር፣ ካብ ቦት መመሊሱ ምንጋፍ፣ ቀይሕ ቆቢዑ ከይውጸእ ምድቃስ ወዘተ ይርከቦ። ብኢትዮጵያዊ ደራሲ በእውቀቱ ስዩም ተጻሒፉ ሓቢርና ስነ ጽሑፍ ኣምሓርኛ ንምስምቓር ብዝብል ንስነ ጽሑፋዊ ዕላማ ብኣስመሮም ሓይለ ተተርጎመ።